ኤፌሶን ንእሽቶይ እስያ ናይ ሎሚ ቱርኪ ኣብ ምዕራባዊ ክፍሊ ካብ ዝርከቡ ከተማታት ኣዝያ ፍልጥቲ ከተማ ዝነበረት እያ። ግሪካውያን ኣርጤሜስ ሮማውያን ድያና ዝብልዎ ጣኦት ኣምላኽ ቤት መቕደስ ኣብዛ ከተማ እዩ ነይሩ። በዚ መሰረት እዛ ከተማ ንርእሳ ኩርዕቲ ከተማ እያ ነይራ። ጳውሎስ ንኣስታት ሰለስተ ዓመት ተቐሚጡ። ወንጌል ማእከል ገይርዋ ነይሩ። በቲ ግዜ እቲ እታ ቤተ ክርስቲያን ብሓደ እዋን ዓብያ ኣስፋሕፊሓ ነይራ ኢያ። ደሓር ግና ኣብ ራእይ ዮሃንስ መጠንቀቕታ ክወሃባ ከሎ ኢና እንረክብ። ጳውሎስ ድሕሪ ምስቶም ሽማግለታት ምርኻቡ ከም መራሒ ዀይኑ ኸገልግሎም ንጢሞቴዎስ ክልእኸሎም ኢና እንረኽቦ። ድሕሪ ቕሩብ ዓመታት ድማ ኢዩ ሃዋርያ ጳውሎስ ከም እሱር ኰይኑ ኣብ ሮም ዝነበረሉ ነዛ መልእኽቲ ዝጸሓፈሎም። ሃዋርያ ጳውሎስ ኣብ መልእኽቱ ዘተኵረሉ ዛዕባ ድማ ነታ ቤተክርስትያን ናይ መተባብዒ መልእኽቲ ክኸውን ከሎ፣ ናይ እግዚኣብሔር ዘለዓለማዊ ዕላማን ናይ ጸጋኡ ስፍሓትን ዕምቆትን ኣብሊጾም ንኽርድእዎ፣ እግዚኣብሔር ንቤተክርስትያን ዘለዎ ዓቢይ ሸቶ ክርድእዎ ክኽእሉ ኢሉ እዩ። እዚ መልእኽቲ ናብ ናይ እግዚኣብሔር ጥበብ መደብ ዕላማ ብዘደንቕ ጽቡቕ ኣገላልጻ ስለ ናይ እግዚኣብሔር በረኸት ብዝዛረቡ ሓሳባት እዩ ዝጅምር። ሃዋርያ ጳውሎስ ንሕና ምድሓን ንኽንረክብ ጥራይ ዘይኰነስ ንውዳሴ ክብሪ እግዚኣብሔር ክንከውን እውን ከም ዝተፈጠርና ብግልጺ ኢዩ ዘቐምጦ። ኣብ መወዳእታ ዘመን ድማ ኣብ ሰማይ ኰነ ኣብ ምድሪ ዘሎ ኣብ ትሕቲ ስልጣን ክርስቶስ ንኽኸውን ኢዩ ብዛዕባ እዚ ፍልጠት እዚ ድማ ሃዋርያ ጳውሎስ ኣብዚሑ ይጽልየሎም። ብተወሳኺ ናይ ቤተ ክርስቲያን ዕላማ ሸቶኡ ከመይ ምዃኑ ምስ ኣረደየ፣ ብኸመይ ዓይነት መልክዕ ፍጻሜ ከም ዝረኽቡ ሓደ ብሓደ እዩ ኣቐሚጥዎም። ልዕሊ ኩሉ ከኣ እግዚኣብሔር ብጸጋኡ ንነፍሲ ወከፍ ምስ ርእሱ ዓሪቕዎ እዩ። ብምቕጻል ዝደሓኑ ሰባት ንሓድሕዶም ዓሪቕዎም እዩ። ብናይ ክርስቶስ ሞት ኣብ ማእከሎም ዝነበረ ናይ ጽልኢ መንደቕ ኣፍሪስዎ እዩ። እዚ ጥራይ ዘይኮነስ እቶም ዝተዓረቑ ሰባት ሓደ ኣካል ብዝኾነ ቤተክርስትያን ሓደ ብምግባር ዘገርም ስራሕ ሰርሑ እዩ። እዚ ድማ ቅድም ዝዘይተገልጸ ምሉእ ብምሉእ ምስጢር ምንባሩ እዩ ዝገልጽ። ናይ ክርስትያናት ሕይወት ኣብ ምድሪ ጥራይ ተወሲኑ ከም ዝዘይተርፍ፣ ነገር ግና ናይ ክርስቶስ ትርጉምን ጥቕሙን፣ ክርስቶስ ብእግዚኣብሔር ኣብ የማን ከም ዝተቐመጠ ሰማያዊ ስፍራ ምርኣይ ይከኣል። እዚ ሕይወት ዝነብር ግና ኣብ ምድሪ እዩ። ንምንታይ ዝብል ሓሳብ ናይ እግዚኣብሔር ዕላማ ኣብ መዓልቲ ንመዓልቲ ኣብ ኣመንቲ ሕይወት ስለ ዝግለጽ። ኣመንቲ እቲ ሓደ ነቲ ካልእ ብምግልጋል ሓድነትን ብስለት ንኸዕብዩ ካብ ሞት ዝተንስኤ ናብ ሰማይ ድማ ዝዓረገ ጎይታ ንቤተ ክርስቲያን ኣባላት ውህበት ከም ዝሃበ ብናይ ክርስቶስ ርኡስነት እትመሓደር ኣብዚኣ ቤተ ክርስቲያን ዝረኤ ሓድነት ኣብ ዘመን መጨረሻ ዝኸውን ኣብ ሰማይን ምድርን ዘሎ ብክርስቶስ ሓደ ንምግባር ኣቐዲሙ ዘመልከተ መልእኽቲ እዩ። ሓድነት ብምፍላይ ዘሎ ሓድሽ ናይ ቅድስና ሕይወት ክርስቶስ ዘይብሉ ኣረጊት ሕይወት ተቃራኒ እዩ። ብጐይታ ብርቱዓት ዝኾኑ ኣመንቲ ብፍላይ እኳ ብጸሎት ኣብ መንፈሳዊ ውግእ ውሽጢ ነቲ ክፉእ ክዕወትሉ እዮም። እቲ ቀንዲ ዕላማ ናይዚ መጽሓፍ ኤፌሶን፣ ነቶም ኣብ ኤፌሶን ዝነበሩ ኣመንቲ ብክርስትያናዊ እምነት ንኽጸንዑን ናይ ቤተ ክርስትያን ዕላማን ተፈጥሮን ኣብ ኣካል ክርስቶስ ንምግላጽ እዩ ተጻሒፉ። እቲ ቀንዲ ቃል ኣብዚ መጽሓፍ ኤፌሶን ምዕራፍ ኣርባዕተ ካብ ኣርባዕተ ስጋብ ሽዱሽተ ዘሎ ኮይኑ ከምቲ ብሓንቲ ተስፋ ዝጽውዓኹም እተጸዋዕኩምዎ ድማ ሓደ ስጋን ሓደ መንፈስን እዩ። ሓደ ጎይታ፣ ሓንቲ እምነት፣ ሓንቲ ጥምቀት፣ እቲ ልዕሊ ኩሉን ብኹሉን ኣብ ኩሉን ዘሎ ሓደ ኣምላኽን ኣቦ ኩሉን ንሱ እዩ። እንድሕር ደኣ እዛ ቁልፊ ዝኾነት መልእኽቲ ቤተ ክርስቲያን ኣንቢብናያ ኮይንና ንእግዚኣብሔር ዓቢይ ሓሳባቱን ሓድነት ቤተሰቡን ከነመስግኖ ይግባእ። ስለቶም ኣብ ዓለም ምሉእ ዘለዉ ክንጽሊ ይግባእ። ከምኡውን ኣብ ቤተ ክርስቲያንካ ቅርበት ዘለዎ ጽኑዕ ፍቕርን ሓድነትን ይሃሉኻ። እዚ ዝረኣናዮ ድሕሪ ባይታ ናይ መልእኽቲ ጳውሎስ ናብ ሰብ ኤፌሶን ክኸውን ከሎ፣ ምዕራፍ ሓደ ቁጽሪ ሓደ ጳውሎስ ብፍቓድ ኣምላኽ ሃዋርያ ክርስቶስ የሱስ ነቶም ኣብ ኤፌሶን ዘለዉ ቅዱሳንን ብክርስቶስ የሱስ እሙናትን ካብ እግዚኣብሄር ኣቦናን ካብ ጐይታና የሱስ ክርስቶስን ጸጋን ሰላምን ምሳኻትኩም ይኹን። ብክርስቶስ ዝርከብ መንፈሳዊ በረኸት ቁጽሪ ሰለስተ እቲ ብመንፈሳዊ በረኸት ዘበለ ብክርስቶስ ጌሩ ኣብ ሰማያት ዝባርኸና ኣምላኽን ኣቦ ጐይታና የሱስ ክርስቶስን ብሩኽ ይኹን። ከምቲ ብፍቕሪ ኣብ ቅድሚኡ ቅዱሳንን መንቅብ ዘይብሎም ምእንቲ ክንከውን ቅድሚ ምስራት ዓለም ብእኡ ዝሓረየና በቲ ፍቁር ብእኡ ዝጸገወና ንውዳሴ ክብሪ ጸጋኡ ብፍታው ፍቓዱ ብየሱስ ክርስቶስ ንርእሱ ውሉድ ክንኮኖ ቀደም መደበና። ብእኡ ብደሙ ምድሓን ማለት ከምቲ ሃብቲ ጸጋኡ ሕድገት ሓጢኣት ኣሎና። ከምቲ ብእኡ ዝመደቦ ስምረቱ፣ ነቲ ምስጢር ፍቓዱ እናኣፍለጠና፣ ነቲ ናይ ምልኣት ዘመናት መጋቢነቱ፣ ኣብ ሰማይ ዘሎን ኣብ ምድሪ ዘሎን ኣብ ክርስቶስ ምእንቲ ኸጠቕለልሲ፣ ብዅሉ ጥበብን ብዅሉ ኣእምሮን ነዚ ጸጋኡ ኣባና ኣውሓዞ። ንሕና ቐደም ብክርስቶስ ተስፋ ዝገበርና፣ ንውዳሴ ክብሩ ምእንቲ ክንከውን፣ ንሕና በቲ ኵሉ ከምቲ ምኽሪ ፍቓዱ ብሓሳቡ ዝገብር ቀደም እተመደብና፣ ነቲ ዕድል ርስቲ ብእኡ ረኸብናዮ። ንሳኩምውን ብእኡ ቃል ሓቂ ናይ ምድሓንኩም ወንጌል ምስ ሰማዕኩም ብእኡውን ምስ ኣመንኩም ናይ ተስፋ መንፈስ ቅዱስ ተሓተምኩም። ንሱ ንምድሓን ጥሪቱ ንውዳሴ ክብሩ ዕርቡን ርስትና እዩ። ናይ ጳውሎስ ምስጋናን ጸሎትን። ቁጽሪ ዓሰርተ ሓሙሽተ ስለዚ ከኣ ኣነ እታ ብጐይታና የሱስ ኣባኻትኩም ዘላ እምነትን ንኹሎም ቅዱሳን ዘሎኩም ፍቕርን ምስ ሰማዕኩ ብጸሎተይ እናዘከርኩኹም ኬብ ከርኩ ስሌኹም ኤመስግን ኣለኹ ኣምላኽ ጎይታና የሱስ ክርስቶስ ኣቦ ክብሪ ብፍልጠቱ መንፈስ ጥበብን መንፈስ ምግላጽን ምእንቲ ክህበኩም እሞ ኣዒንቲ ልብኹም በሪሁ ተስፋ ጽውዓኡ እንታይ ምዃኑ ሃብቲ ርስቲ ክብሩ ኣብ ቅዱሳን ውን እንታይ ምዃኑ ክትፈልጡ እጽሊ ኣለኹ ኣምላኽ ንክርስቶስ ካብ ምዉታት ኣተንሲኡ ኣብ የማኑ ኣብ ሰማያት ምስ ኣቐመጦ ኣብታ እትመጽእውን እምበር ኣብዛ ዓለም እዚኣ ጥራይ ዘይኰነ፣ ኣብ ልዕሊ ኵሉ ሽመትን ስልጣንን ሓይልን ጐይትነትን ዝስመ ዘበለ ስምን ምስ ኣርኣሶ፣ ነቲ ሕልፊ ዘሎ ዓቢ ሓይሊ፣ ኣባና እንኣምን ዘሎና ከም ስልጣን ሓይሉ ኣብ ክርስቶስ ዝገበሮ ግብሪ ንስኻትኩም እንታይ ምዃኑ ክትፈልጥዎ እጽልየልኩም ኣሎኹ። ንብዘሎ ኸኣ ኣብ ትሕቲ ኣእጋሩ ኣግዝኦ፣ ኣብ ልዕሊ ኵሉስ ርእሲ ምእንቲ ኪኸውን ድማ ነታ ማሕበር ወፈዮ። ንሳ ኸኣ ስጋኡ ናይቲ ኵሉ ኣብ ኵሎም ዝመልእ ምልኣቱ እያ። መልእኽቲ ጳውሎስ ናብ ሰብ ኤፌሶን ምዕራፍ ክልተ ብክርስቶስ ሕያው ምዃን ቁጽሪ ሓደን ክልተን። ንስኻቱም ቀደም ከም ንብረት እዛ ዓለም እዚኣ፣ ከምቲ መንፈሱ ሕጂ ኣብቶም ደቂ ዘይምእዛዝ ዝገብር ዘሎ ሓለቓ ስልጣን ኣየር ተመላለስኩም፣ ብበደልኩምን ብኣበሳኹምን ምዉታት ዝነበርኩም፣ ንኣኻትኩም ህያዋን ገበረኩም። ንሕና ኩላትና ኸኣ፣ ነቲ ናይ ስጋን ናይ ሓሳባትን ድሌት እናገበርና፣ ቀደም ብትምኒት ስጋና ምሳታቶም ንነብር ነበርና፣ ከምቶም ካልኦት'ውን ብባህሪና ደቂ ቁጥዓ ነበርና። ግናኸ እቲ ብምሕረት ሃብታም ዝኾነ ኣምላኽ ምእንቲ እታ ብኣኣ ዘፍቀረና ዓባይ ፍቕሩ ንኣና ብበደልና ምዉታት ከሎናስ ምስ ክርስቶስ ህያዋን ገበረና። ብጸጋ ኢኹም ዝደሓንኩም። ቁጽሪ ሽዱሽተን ሸውዓተን። ምስኡውን ኣተንስኣና፣ ኣብቲ ዝመጽእ ዘመናት ብሕያውነቱ፣ እቲ ብሉጽ ሃብቲ ጸጋኡ ብክርስቶስ የሱስ ኣባታትና ምእንቲ ከርኢ፣ ኣብ ሰማያት ብክርስቶስ የሱስ ምስኡ ኣቐመጠና። ሓደ እኳ ከይምካሕሲ ካብ ግብሪ ኣይኮነን፣ እሞ ብእምነት ብጸጋ ኢኹም ዝደሓንኩም፣ እዚ ኸኣ ውህበት ኣምላኽ እዩ እምበር፣ ካባኻትኩም ኣይኮነን። ፍጥራቱ ኢና እሞ፣ ነቲ ኣምላኽ ክንመላለሰሉ ኢሉ ቐደም ዘዳለዎ ሰናይ ግብሪ ብክርስቶስ የሱስ እተፈጠርና ኢና። ኩልና ብክርስቶስ ሓደ ኢና ቁጽሪ ዓሰርተ ሓደ ስለዚ ከኣ ኣቱም ኣህዛብ ብስጋ በታ ኢድ ኣብ ስጋ እትገብራ ግዝረት እትበሃል ቀደም ዘይ ግዝረት ከም እተባሃልኩም ዘክሩ በቲ ዘመን እቲ ብዘይ ክርስቶስ ከም ዝነበርኩም ካብ ሕብረት እስራኤል ፍሉያት ነታ ኺዳን ተስፋውን ኣጋይሽ ትጽቢት ዘይብሎም ኣብዛ ዓለም እዚኣ ብዘይ ኣምላክ ከም ዝነበርኩም ዘክሩ ሕጂ ግና ኣቱም ቀደም ርሑቃ ዝነበርኩም ንስኻትኩም ብክርስቶስ የሱስ ብደም ክርስቶስ ቀረብኩም። ንሱ ነዞም ክልተስ ሓደ ዝገበረ ነቲ ኣብ መንጎ ዝነበረ ከልካሊ ቅጽሪውን ዘፍረሰ ሰላምና እዩ እሞ ብርእሱ ዕርቂ እናገበረ ካብዞም ክልተ ሓደ ሓድሽ ሰብ ምእንቲ ክፈጥር ነቲ ጽልኢ ንሱ ከኣ ሕጊ ትእዛዝ ብስርዓት ብስጋኡ ስዒሩ ብመስቀሉውን ነቲ ጽልኢ ብእኡ ቀቲሉ ንክልቲኦም ብሓደ ስጋ ምስ ኣምላኽ ኣተዓረቖም። ንኽልቴና ብእኡ ብሓደ መንፈስ ናብ ኣቦ መእተዊ ስለ ዘሎና ከኣ ንኣኻትኩም ርሑቓት ዝነበርኩም መጺኡ ሰላም ኣበሰረኩም። ነቶም ቀረባ ዝነበሩውን ሰላም ኣበሰሮም። ቁጽሪ ዓሰርተ ትሽዓተን ዕስራን። እምበኣርሲ ንስኻትኩም ኣብቲ የሱስ ክርስቶስ ባዕሉ እምኒ መኣዝን ዝኾነ መሰረት፣ ነብያትን ሓዋርያትን እተነደቕኩም፣ ደጊም ደቂ ዓዶም ንቕዱሳንን፣ ስድራ ቤት ኣምላኽን ኢኹም እምበር፣ ኣጋይሽን መጻእተኛታትን ኣይኰንኩምን። ኣብኡ ብዘሎ እቲ ህንጻ ብጐይታ ቅድስቲ ቤት መቕደስ ምእንቲ ኪኸውን እናተኣሳሰረ ይዓቢ እዩ። ንስኻትኩም እውን ኣብኡ ማሕደር ኣምላኽ ብመንፈስ ክትኰኑ ሓቢርኩም ትህነጹ ኣለኹም።